በቲ ዘሎ ግዜ ንምቑጣብ።
እወ ኣነ ፅምዶ ብጣዕሚ ማለት ዘሰንብድ ዘፍርሕ ነገር ክኸውን ይኽእል እዩ። ፅምዶ ናይ ኩናት እዩ ናይ ገለ ዝበለ ዝበዝሕ ግዜ ፅምዶ ምስ ግዜ ናይ ሽፍትነት ማእከል እዩ ክኸውን ናይ ሁማን ትራፊኪንግ

ስለምንታይ እያ ተሰነይ ደረቕ ወደብ ኮይና ናይ ናይ ሱዳን እንተ ኮይና ኢና እውን ንራኸብ ነርና ምስ ሱዳን ኮንትሮባንድ ስለ ዝነበረ ሽፍትነት ስለ ዝነበረ ደቂ ሰባት ይስረቑ ስለ ዝነበሩ ይሕረዱ ስለ ዝነበሩ እቲ ሰነይ ኖርማል ናይ ንግዲ ይኮነት እዚ ሕጂ ሚኒስትሪ ንግዲ ዘሎ ነስረዲን በኺት ንሱ እዩ ሕሳብ ዝቕበል ነይሩ ድሕሪ ግዜ ናይ ሓንቲ ሓንቲ ባንኪ ነይራ ኣዘክሩ እስኪ ሽማ ረሲዐያ ኣለኹ ግን ክዝክራ እየ ቀጥታ ናብ እንዳ ኢሰያስ ዝኸይድ ገንዘብ ናይ ተሰነይ ኣታዊታት ብምሉእ ናይ ኩንትሮባንድ ናይ ሽፍትነት ናይ ኩሊት ናይ ገለ በዚ ነስረዲን በኺታ ብምል ቀጠታ ሕሳብ ዘይግልጽ ዝኾነ ሰብ ዘይሪኦ ናብ ኢሰያስ እዩ ዝገድም እንታ ኮይኑ ህዝብና እንተሰነ ይነግድ ነይሩ ካብ ሰንዓ ካብ ዓዲ ማለት እንታይ ነይሩ ድም ተሰነ ይሰልጠን እንታይ ኣሎ ድም ተሰነ ኣቲ ብሱዳን ዝመጽእ ኮንትሮባንድ ወታማት ፖርት ሱዳን ኣሎ ባጽዓ ኣላ ኣሎ

በቃ ማለት ደሓን ካልእ ግዜ ክትዛረብ ይሓይሽ። ኦልሬዲ ነዚ ሰባት ነዚ ከምዚ ዝተሓረዩ ሰባት ኣለዉ ሻዕብያ ዝሓረዩ ኣብ ኤርትራ ዝተሓረዩ ካብ ሕጂ በቃ ተሓጺኖም ተዳልዮም ካሮም ስሒሎም ዝተዳለዉ በቃ ካብ ሕጂ ሲላም ባሕሪ ዝመስሉ ሰቢሖም ፍሉይ ሆቴል ዝመረፅኩ ነዚ ሁማን ትራፊኪንግ እዚ ዝተላበ ኣካይዶም ፍሉያት ነብሶም ፍሉይ ኣከዳድኖም ፍሉይ ዝሕዝዎ ገንዘብ ፍሉይ ባጀት ተሰሊዕሎም ካሮም ስኢኖም ዝተዳለዉ ሰባት ናይ ኣወል ስራሕ እንታይ ክኸውን ናይ ሻዕብያ ስራሕ እንታይ ክኸውን ከመይ ጌርካ ኤርትራዊ ተፋንዎ ናብ ሎግ ሓስቡ ብትግራይ ዝጸንሕ ኤርትራዊ ክኸውን ይኽእል ትግራዋይ ክኸውን ይኽእል ከኣ ከመይ ገይሩ ተቐቢሉ ነዚ ማሕረዲ እዚ ዝኸውን ዘይተመልአ ሆቴላት ዘይተመልአ ቢልዲንግ ጫካታት መእሰሪ ገማምዲ ቀሪቡ ከኣ ይጸንሕ ኣብዚ ኤርትራውን ትግራዋይን ይኽዋለድ ኣብ ጽምዶ ሰብ ኩናት ገለ ክብል ይኽእል ኣነ ብተሰነ እየ ዘለ ዓዲግራት ንገሩ ሱራ ንዛላምበሳ ንሰንዓፈ

ስጋ ሰብ ምብላዕ እኮ ይትብል ሕጋውያን ደላሎ ኣለዉ ናብ ወጻኢ ደዊሎም ሰልጠነ ሓውኻሲ ካብ ከርተት ዝብል ክነውጽኣልካ ዝብሉኻ ከምታ ናይ ሲንያ ወጺኦም ኣለዉ ኣብ ዶብ ቦታይ ኣብ ዶብ እየ ዝሰርሕ ከምዚ እየ ዝሰርሕ ትግራይ ኖርማል ኣትየ ዝወፅእ በቃ በደይ ትግራዋይ እየ ጎጎየ ኤርትራዊ ካብ ክልቲ እየ ዝውለድ ከምዚ እየ ዝገብር ከምዚ እየ ዝገብር እንዳበሉ መዓት ሰብ ዘምፅኡ እንታይ እዮም ዝገብሩ

ሓሙሽተ ሽሕ ኣርባዕተ ሽሕ ንነብሮ ዘለና ኖርማል እዩ እዛ ትኸፍሎ ኢኻ ገንዘብ ትካ እቲ ሓደ ይኸፍለሉ ገንዘብ ትካ ቀስ እናበለት ትምዕብል ዘላ ራእያ በቃ ሻዕቢያ ንትግራይ ከየፍረሳ ከየዕነዋ ከሎ ንሰብ ግን ኣደ ትግራይ ኣቦ ትግራይ ይቕበለና ኣብዚ ገዛውቲ ሕጂ ንሰረሉ ዘለና ትደወት ኣብ ኮይም ዝቕበሉኻ ነይሩ

ናይ በይንኻ እሱር ቤት ምግባር፣ ኮንትሮባን፣ ሽፍትነት፣ ህዝብኻ ምስቓይ፣ ሕዚ ንህዝቢ ትግራይ ኣብ ሓፂር ግዜ ናብቲ ናይ ኤርትራ ህዝቢ ኤርትራ ኩነታት ምምላሱ ብጣዕሚ ዘሕዝን ካበየናይ ናይ ፌደራሊዝም ባይታ ካበየናይ ናይ ህንፀት መድረኽ ካበየናይ ናይ ትምህርትን ናይ ቴክኖሎጂን ዕድላት ናብዚ ናይ ህዝቢ ኤርትራ መንፈስ መድረኽ ምምፅኡ ብጣዕሚ የሕዝን የሕዝነና ሕጂ ሻዕብያ መንፈስ ሻዕብያ ኣብ ትግራይ ስለ ዝዘንበ ኣብ ገሊኦም ሰባት እውን ስለ ዝሓደረ ዝመጽእ ሕጂ ስዩ ብሓንቲ እዚ ኣነ ትፈልጥ ኢኻ መቸም እሱ ኣነሲ በቃ ኣነ ሰለማዊ ሰብ እየ ዋላ ሓንቲ ሕማቕ ዝደሊ ሕማቕ ዝምነ ሰብ ኣይኮንኩን እዚ እውን ካብ ኣብ ውሽጠይ ዘሎ ሕማቕ ድሌት ባህጊ ዝብገስ እቲ ኩነታት ፈጢርዎ ዘሎ እዚ እዩ። ድሕሪ ሓፂር ግዜ ዘጋጥመና እዚ እዩ። ክንዕወት ተዘይኪኢልና ሕጂ ኤርትራዊ ከመይ ኢሉ ይወፅእ ኣሎ ኢልካ ንገረኒ ክነግረካ ንወፃኢ ክወለሱ በቃ ሓፍትኽ እንታይ ገድሽዋ ኣብዚ ሰራዊት ትዋረድ እንታይ ክትገብር እያ ንሳዋ ትኸይድ ባዕለይ መገዲ ክፈጥረላ